my songs is called hands to myself and then the second is me and my you know every I will I will say when I'm with my እዛ ሕጂ ንሪኣ ዘለና ሰሊና ጎመዝ እታ ሓቀኛ ሰሊና ጎመዝ ኣይኮነትን። ብጀነቲክ ክሎኒንግ ዝተገብረት ፌክ ሰሊና እያ። እታ ሓቀኛ ሪል ሰሊና ጎመዝ ግን ኣብ ዓመተ 2017 ዓመተ ምህረት መስዋእቲ ከም ዝኾነት ከም ዝሞተት ብዙሓት ሰባት ይዛረቡ ኣለዉ። ከምኡ እውን ኣብ መንጎ ጀስቲን ቤበርን ሰሊና ጎመዝን ከዓ ፍቕራዊ ርክብ ከም ዝነበረ ይፍለጥ እዩ፣ ብሕቡእ ከኣ ኣብቲ ሽዑ ግዜ ሰሊና ጎመዝ ጠኒሳ ከም ዝነበረት፣ ውላድ ከም ዘለዎም፣ እቲ ውላዶም ከኣ ሕቡእ ምዃኑ ንህዝቢ ከም ዘይተገልጸ ብዙሓት ሰባት ይዛረቡ ኣለዉ። ሰላም ንዓኹም ሰብ ርሑቕን ቀረባን ተኸታተልቲ ናይ ጓል ሽሻይ ቲዩብ ከመይ ትህልዉ? እምበኣርካስ ንሎሚ መዓልቲ ሒዘልኩም መጺኤ ዘለኹ ካብ ዝሓለፈ ሰሙን ጀሚሩ ብዛዕባ ሰሊና ጎመዝ ዝዝረብ ዘሎ ሰሊና ጎመዝ እታ ሓቀኛ ሰሊና ሞይታ'ያ እዚኣ ናይ ሕጂ ብጀኔቲክ ክሎኒንግ ዝተገብረት ፌክ ሰሊና እያ ዝብሉ ወረታት ኣለዉ። ብዛዕባ እዚ ነገር እዚ ከኣ ምንጭታቱ ወይ ከኣ ኣብ ኢንተርነት ዝዝረብ ዘሎ ነገራት ከመይ ከመይ ምዃኖም እሕጽር ኣቢለ ሒዘልኩም መጽየ ኣለኹ። ክሳዕ መወዳእታ ምሳይ ክትጸንሑ ብኽብሪ እንዳዓደምኩ ቅድሚኡ ግን ነዛ ቪድዮ እዚኣ ብላይክን ብሳብስክራይብን ክትጅምርዋ እንዳተማሕጸንኩ ናብቲ ቪድዮ ከብለኩም። ስም ሰሊና ጎመዝ ኣብ ኤፕስታይን ዝተጻሕፈ ፋይል ወጺሎ። በዚ ምኽንያት ድማ ብዙሓት ሰባት ሰሊና ብጀኔቲክ ክሎኒንግ ከም ዝተገብረት ይኣምኑ ኣለዉ። ብዙሓት ሰባት ኣብ ኢንተርነት ይገልጽዎ ከም ዘለዉ ድማ እታ ናይ ቀደም ወይ ከኣኒ ሓቀኛ ሰሊና የላን ሞይታ እያ። እዛ ናይ ሕጂ ሰሊና ብመልክዕ ሰሊና ዝተሰርሐት ተመሳሳሊት ናታ'ያ ይብሉ ኣለዉ። ከም ዝፍለጥ ኣብ ዓመተ ክልተ ሽሕን ዓሰርተ ሸውዓተን ዓመተ ምህረት ንሰሊና ናይ ኩሊት ጸገም ኣጋጢምዋ ነይሩ፣ በቲ እዋን ድማ ካብ መሓዛኣ ኩሊት ተለጊስላ ሕክምና ገይራ። በዚ እዋን ድማ ድሕሪ ሕክምና ሰሊና ንሸውዓተ ኣዋርሕ ዝኣክል ጠፊኣ ነይራ። ንሱ ከኣ መጥፍኢኣ ምኽንያት ከኣ ሰሊና ንሸውዓተ ኣዋርሕ ዝኣክል ኣብ ናይ ሕሙማን ኣእምሮ ወይ ከኣኒ ኣብ ናይ ኣእምሮ ሕክምና ኣትያ ነይራ። ብድሕሪኡ ዝመጸት ሰሊና ድማ ንመጀመርታ ግዜ ምስ ጀስቴን ቤበር ኣብ ቸርች ኮይኖም ባይብል ስታዲ እንዳገበሩ ከለዉ ዘርእይ ቪድዮ እዩ ነይሩ። ብድሕሪኡ ዝመጸት ሰሊና ግን ካብታ ናይ ቀደም ሰሊና ፍልይ ትብል ስለ ዝነበረት ብዙሓት ሰባት ሰሊና ሹዕኣ ሞይታ ክሎኒንግ ተጌራ ይብሉ ኣለዉ። ከምኡ ውን ኣብ ናይ ጃስቲን ቤበር ኢድ ዘላ ውቃጦ ናይ ሰሊና ክንፊ ዘላታ ከም መርትዖ ውን የቕርቡ ኣለዉ። ቀጺሉ ውን ኤፒስቴይን ከኣ ናይ ሰሊና ስም ዝተጻሕፈሉ ናይ ክልተ ሽሕን ዓሰርተ ሸውዓተን ዓመተ ምህረት ፋይል ምስ ኣውጽኣ ድማ ሰባት ንሞት ሰሊና ርጉጽ ጌሮሞ ኣለዉ። ከምኡ ውን ብወገን ዙርያ ሰሊና ሓደ ዓቢ ኣካታዒ ነገር ኣሎ። ቅርጽን መልክዕን ድምጽን ሕብሪ ቆርበትን ሰሊና ጎመዝ ካብ ግዜ ናብ ግዜ ኣዝዩ ተቐያያራይ እዩ፣ እቲ ጠንቂ ድማ ሕማም ሉፐስ ምዃኑ'ዩ ሰሊና ትገልጽ። ግን ብዙሓት ሰባት እዚ ሉፐስ ኣይኮነን፣ ኣኣብ ዝረኣናያን ዝተዓዘብናያን ሓዳሽ ሰብ'ያ ትኸውን፣ ኣዝያ'ያ ትቀያየር ይብሉ ኣለው። ሰሊና ኣይኮነትን እቲ ንፈልጣ ሓቀኛ ናይ ቀደም ሰሊና፣ ቁሩብ ጽልም ዝበለት'ያ፣ እዛ ናይ ሕጂ ግን ዝተፈለየት'ያ ይብሉ ኣለው። እዛ ናይ ሕጂ ሰሊና ክትዛረብ እንከላ ኣፋ ወይ ከኣ ከንፈራ ብዙሕ ኣይንቀሳቀስን'ዩ፣ ከምኡ'ውን ቅርጺ ምንጋጋኣ ከኣ ካብታ ናይ ቀደም ሰሊና ዝተፈልየ እዩ ይብሉ ኣለዉ። ከምኡ'ውን ሓንቲ ሕማም ልበት ዘለዋ ሰበይቲ ብዛዕባ ሰሊና ወጺኣ ኣብ ኢንተርነት ተዛሪባ ነይራ። እታ ሰበይቲ ከኣ ከምዚኣ ኢላ ነይራ፣ ኣነ ሉፐስ ኣለኒ፣ ኣዝዩ ዘሸግረኒ ድማ ሕበጥ ናይ ከብዲ'ዩ፣ ከምኡ'ውን ሽፍታ መዓልታዊ ውን ሰላሳ ፓውንድ ክብደት ኣለኒ ስለዚ ናይ ሰሊና ሎፐዝ ኣይኮነን ወይ ከኣኒ እርጋን ኣይኮነን ንሳ ክሎኒንግ እያ ብምባል በዚ ጉዳይ እዚ መግለጺኣን ሓሳባን ሂባ ኣላ። ብልክዕ ሆሊዉድ ብጣዕሚ ጸልማት ዝኾነ ግዝኣት እዩ እዚ ዝዝረብ ዘሎ እዚ ነገር እዚ ከኣ ብሓቂ ክገብርዎ ይኽእሉ እዮም ከምኡ እውን ዓቕሚ ኣለዎም ናይ ምግባር ገለ ሰባት ከም ዝብልዎ ድማ እዛ ናይ ሕጂ ሰሊና ጂና ዴቭስ እያ ይብሉ ኣለዉ ጂና ማለት ዓባይ ተዋሳኢት እያ ከምኡ ውን ጓል ሰብዓ ዓመት እያ ከምኡ ውን ብሂወት ኣላ ስለዚ ኣብዚ ቁሩብ ጥርጣረ ዝፈጥር ነገር ኣሎ ምክንያቱ ገለ ገለ ሰባት ሕጂ ዘላ ጂና ሓቀኛ ኣይኮነትን ንሳ ቀደም ሞይታ እያ ስለዚ ብዙሕ ግልጺ ዘይኮኑ ነገራት ኣለዉ ማለት እዩ እዛ ሰበይቲ ብዙሕ ናይ ፕላስቲክ ሰርጀሪ ድሕሪ ምግባራያ ንሰሊና ጎመዝ ክትመስል ክኢላ ይብሉ ሆሊውድ ኢንዱስትሪ ናይ ባዕሉ ዕላማታት ስለ ዘለዎ እዩ። እታ ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝሞተት ሰሊና ብህይወት ከም ዘላ ዘምስሉ ዘለዉ ይብሉ ኣለዉ። ሰሊና ኣብ ዓመተ ክልተ ሽሕን ዓሰርተ ሸውዓተን ጀሚራ ክሳብ ሕጂ ዘሎ ምስላ ብዙሕ ምቅይያራት ኣለዎ ሓቂ እዩ። ኣብ ድምጻ ከይተረፈ እውን ብዙሕ ለውጥታት ኣለዎ። ክሳብ ቀረባ ግዜ በቲ ዘጋጠማ ሕማም ሉፐስን ከምኡውን ምቕይያር ናይ ኩሊትን ናይቲ ትወስዶ መድሃኒትን ከምኡውን ብጀስቲን ቢበር ጥልመት ስለ ዘጋጠማ እዩ ተባሂሉ እዩ ዝሕሰብን ዝግመትን ነይሩ። ሕጂ ግን ነገራት ኣዝዮም ኣገረምትን ሕልኽልኽ ዝበዝሖም ምዃኖም የርእዩ ኣለዉ። እዚ ሎሚ ንሰምዖ ዘለና ናይ ሰሊና ጎመዝ ታሪኽ ምስ ናይ ሌዲ ጋጋ ታሪኽ ተመሳሳሊ ነገር እዩ። ሰሊና ጎመዝ ከም ናይ ካየኔ ዌስት ወይ ከኣኒ ብሪትኒ ስፒርስ ሕክምና ረኺባ ኩሎን ከም ዝተገብረት ዝኣምኑ ኣለዉ። ስለምንታይ እዩ ጃስቴን በበር ኣብዚ ውዲት የእትዮሞ? ጀስቲን ምስ ሰሊና ብዑምቀት ዝተኣሳሰር ሰብ እዩ ነይሩ። ደገፍቲ ጃስቴን ከኣ ኣብ ጸጋማይ ኢድ ጃስተን ፍሉይ ውቃጦ ከም ዘለዎ ይዛረቡ ኣለዉ። እታ ውቃጦ ከኣ ብዙሕ ሰብ ይፈልጣ እዩ። ኣብ ሓምለ ክልተ ሽሕን ዓሰርተ ክልተን ዓመተ ምህረት ሕታም መጽሔት ኤሌ ዘላ ስእሊ ናይ ሰሊና ስእሊ ምስ ክንፋ ማለት እዩ ተወቂጥዋ። እዛ ውቃጦ ድማ ጃስቲን ክሳብ ሎሚ ኣይኣለያን ኣየጥፈኣን ድሎ። ምስ ሄሊ ተመርዕዩ እንዳ ነበረ ዘይምእላዩ ምኽንያት ድማ ስለ ዝሞተት እያ ይብሉ። ብተወሳኺ ድማ እቲ ናይ ክንፊ ምልክት ከኣ ናይ መልኣኽ ወይ ከኣኒ ናይ ሞት ምልክት ምዃኑ እዮም ዝገልጹ ዘለዉ። ከምኡ ውን ጀስቲን ቢብር ኣብ ዓመተ ክልተ ሽሕን ዕስራን ሓደን ዓመተ ምህረት ኣብ ቪኤምኤስ ጎስት እትብል ደርፊ ደሪፉ ነይሩ። ግጥምታት ናይታ ደርፊ ድማ ብዙሓት ተዓዘብቲ ንሰሊና ከም ዝደረፈላ ሙማታ ዝገለጸላ ደርፊ ምዃና ይትንትኑ ኣለዉ። ኣዝዩ ዘሕዝን እዩ ካብኡ ቀጺሉ እውን ዓጋቲ ዘይብሉ ወረታትን ሓሳባትን ይቐርብ ኣሎ። ብዙሓት ተዓዘብቲ ነዛ ደርፊ ግጥምታታ ቀጥታ እንዳተርጎሙ ምስ ሞት ናይ ሰሊና እዮም ዘተሓሕዝዎ ዘለዉ። ከምኡ እውን ጀስቲን ሰሊና ስለ ዝሞተት እዩ ምስ ሄሊ ተመርዕዩ ከምኡ እውን እዚ ጃስቴን ነብሱ ምድርባዩ ከምቲ ዝረኣዮ ከኣ ጽቡቕ ከም ዘይነብርን ጭንቀት ከም ዘለዎን እዩ። እቲ ጠንቂ ድማ ሞት ሰሊና ምዃኑ እዩ ኣብዚ ሕጂ ሰዓት ዝንገር ዘሎ። ኣብ ሓንቲ ንጽል ደርፊ ዝወጸት ብባንዲ ወይ ከኣኒ ብጉጅለ ዝተሰርሐት ነዛ ካሴት ናይዛ ደርፊ ዝረኸባ ሰብ ከኣ ሮል ስኳድ ይበሃል። ኣብቲ ፖስተር ናይታ ካሴት ስእሊ ኣባላት ናይ ሓንቲ ባንድ ኣለዉ፣ ኣብ ማእከሎም ድማ ልክዕ ንሰሊና ትመስል ጓል ኣላ። ልክዕ'ዩ ብዙሕ ዝመሳሰል ሰብ ኣሎ፣ ማዕረ ክንድዚ ምምስሳል፣ እሞ ኸኣ ኣብ ሽሕን ትሽዓተ ሚእትን ሰማንያን ትሽዓተን ዓመተ ምህረት ኣዝዩ ዝገርም፣ እንድዒ ብዝኾነ ሰሊና ናይ ግዜ ተጓዓዚት ድያ ዝብሉ ሰባት ውን ኣለዉ፣ ክሎኒንግ ወይ ናይ ግዜ ምጉዓዝ ብዙሓት ሰባት ዝሓልፍዎ ብዙሕ ፕላስቲክ ሰርጀሪ ኣሎ። ካብ ከባቢ ክልተ ሽሕን ዓሰርተ ሸውዓተን ዓመተ ምህረት ጀሚሩ ብዙሕ ለውጥታት ኣብ መልክዓን ድምጻን ኣሎ። ከምኡ'ውን ኣብ ናይ ሰሊና ጎመዝ ኣብ ነብሳ ዝረኣ ብረት ኣለዋ። ድሕሪ ክልተ ሽሕን ዓሰርተ ሸውዓተን ዓመተ ምህረት ዘሎ ስእልታታን ቪድዮታታን ድማ ምስ ዝረኣ እቲ ኣብ ነብሳ ዘሎ ብረት ሓንሳብ ቦታ ቀይሩ ሓንሳብ ውን ፈጺሙ ኣይረእን እዩ ስለዚ ድማ ሓንቲ ሰብ ኣብ ኢንተርነት ወጽያ ኣዝያ ርግጸኛ ብምዃን እዛ ናይ ሕጂ ሓቀኛ ሰሊና ኣይኮነትን ብምባል ትዛረባላ ተዛሪባ ማለት እዩ ከም ትፍለጥ ሰሊና ጎመዝ ኣዝያ መስሓቕን ውዒትን እያ ነይራ። እቲ ዝነበራ ባህሪ ድማ ኣዝዩ ተፈታዊት ገይርዋ ነይሩ። በቲ ዝነበራ ተቐባልነትን ተፈታውነትን ጥራሕ ከኣ እቲ ኢንዱስትሪ ከጥፍኣ ይኽእል እዩ ዝብሉ ሰባት እውን ኣለዉ። ከምኡ'ውን ሰሊና ድሕሪ መጥባሕቲ ናይ ኩሊት ምግባራ ኣብ ናይ ኣእምሮ ሕሙማን ንሸውዓተ ኣዋርሕ ተቐሚጣ ነይራ። ኣብኡ እንከላ ሰሊና ዝሰራሓቶ ቪድዮ ተዘርጊሑ ነይሩ። ንሳ ትብሎ ዝነበረ ድማ ዝና ከም ዘይትደሊ ብሰላም ክትነብር ከም ትደሊ እዩ ነይሩ። ስለዚ ድማ ገለ ገለ ሰባት ከምዚ ይብሉ ኣለዉ። ሽውዑ ሰሊና ኮላብ ንኽትገብር ተፈራሪማ ንሳ ናብ ካልእ ቦታ ከይዳ ብሰላም ትነብር ከም ዘላ እዮም ዝዛረቡ ዘለዉ። እዚ ዘረባ ናይ ሰሊና ዝና ኣይደልን እየ ዝብል ቪድዮኣ ውን ኣብ ናይ ግራሚ ሽልማት ከይተረፈ ተዛሪባትሉ ኔራ እያ ሰላም ሂወት ከም ትደሊ ማለት እዩ። ከምኡ ውን ሰሊና ኣብ ድሕሪት ሑቆኣ ኣብ ክሳዳ ማለት እዩ ናይ ሮዝ ውቃጦ ኣለዋ ብዙሕ ግዜ ውቃጦኣ ይዝረበሉን ዝተፈላለየ ትርጉም ከኣ ይወሃቦ ነይሩ ግን ኣብ ናይ መርዓኣ ስእልታታን ቪድዮታታን ግን ኣብ ሓደ ሓደ ምስሊ ናይቲ ውቃጦ የለን ሽዑ ድማ ናይ ብዙሓት ግምታት ብፋውንዴሽንያ ሸፊናቶ ክትከውን እትኽእል ዝብል ግምታት ነይሩ እዩ ግን ኣብዚ ቀረባ እዋን ብዛዕባ ሬር ቢዩቲ ፕሮሞሽን ኣብ ክችን ኮይና ኣብ ትሰርሓሉ ዝነበረት እዋን ድንን ምስ በለት ኦቭን ክትከፍት እቲ ናይ ድሕሪት ውቃጣ ሮዝ ፍላወር ኣይረኣን እዩ ነይሩ እዚ ድማ ሓደ ካብቲ ሰሊና ኮላብያ ተጌራ ሓቃኛ ሰሊና ኣይኮነትን ከብል ዘኽኣለ እዩ ወይ ከኣኒ ከም ሓደ ምኽንያት ዝቐረበ እዩ። ሰሊና ጎመዝ ኣብ ግዜ ንእስነታ እያ ናብ ሙዚክ ኢንዱስትሪ ኣትያ። ከምቲ ዝፍለጥ ውን ጃስቲን ቤበር ውን ጌና ተኔጀር እንከሎ እዩ ናብ ሙዚክ ኢንዱስትሪ ኣትዩ። ኣብ መጀመርታ ዓሰርተታት ክሳብ ክልተ ሽሕን ዓሰርተ ሸውዓተን ዓመተ ምህረት ዝነበረ ኣዛራቢ ፍቕሪ ናይ ቴኔጀራት ወይ ከኣኒ ናይ ሆሊውድ ዝነበረ ናይ ሰሊናን ናይ ጀስቲንን እዩ ነይሩ። ኣብ ፍቕሪ እንከለዉ ድማ ሰሊና ጎመዝ ብሕቡእ ጠኒሳ ከም ዝነበረት እዩ ዝንገር ዘሎ። ኣብዚ ኢንዱስትሪ ድማ ቆልዑ ኣዝዮም ተደለይቲ ስለ ዝኾኑ ንጀስቲንን ንሰሊናን ውዕል ቀሪቡሎም ነይሩ። እቲ ውዕል ድማ እንታይ'ዩ ናይ መጀመርታ ውላዶም ንመስዋእቲ ከቕርቡ ስለ ዝነበረ እዩ ነገር ግን ሰሊና ኣክንዲ ወዳ በጃ ከም ዝኾነት ንሳ መስዋእቲ ከም ዝኾነት እዩ ዝዝረብ ዘሎ ስለዚ ሰሊና መስዋእቲ ኮይና ሞይታ እዛ ናይ ሕጂ ሰሊና ድማ እቲ ምስጢር ንኸይወጽእ ኮላብ ተጌራ ይብሉ ኣለዉ እቲ ወዲ ሰሊናን ጀስቲንን ዝበሃል ዘሎ መን እዩ እንተ ኢልና ከኣ ምስ ካርዳሽያን ፋሚሊ ዝዓቢ ዘሎ እዩ ናይ ኮርኒን ሰብኣያን ተባሂሉ ዝዓቢ ዘሎ ረይን ዝበሃል ቆልዓ እዩ ቅድሚ ሕጂ ብዙሓት ሰባት ንኮርኒ ይወቕስዋ ነይሮም ምስ ጀስቲን ሪሌሽን ነይርዋ ካብኡ ቆልዓ ወሊዳ እናበሉ ማለት እዩ። ከም ሓቂ እዚ ቆልዓ ንጀስቲንን ከምኡ እውን ንሰሊና ኣዝዩ ጽቡቕ ገይሩ እዩ ዝመስል። ገለ ሰባት ከም ዝብልዎ ምስጢር ናይ ኢንዱስትሪ ንኸይቃላዕ ሞት ሰሊና ከኣ ብምስጢር ክተሓዝ ስለ ዝተደለየ እዩ እዚ ቆልዓ ንካርዲያናሻን ፋሚሊ ተዋሂቡ ወይ ከኣ ምስኦም ዝዓቢ ዘሎ ይበሃል እዩ። ከምኡ እውን ጃስቲን ቤበር ምስ ካርዳሻን ፋሚሊ ጽቡቕ ምቅርራብ ኣለዎ። ኬንዴል ንባዕላ ምስ ሰበይቱ ሄሊ ባይበር ከኣ መሓዙት እየን። ካርዳሽያን ንጃስቲን ኣዝየን እየን ዝፈትውኦ፣ ንሱ ድማ ንዐኣን ብፍሉይ እዩ ዝቐርበን። እቲ ምኽንያት ድማ ወዱ ምስኣን ስለ ዘሎ እዩ ይብሉ። ከምኡ'ውን ጀስቲን ቢበር ብዙሕ ግዘ ናብ ናይ ካርዳሽያን ፋሚሊ ገዝኣን ይኸይድ እዩ፣ ምእንቲ ወዱ ወዱ ንኽርኢ እዩ ኢሉ እዩ ዝኸይድ ዝብሉ ዝዛረቡ ሰባት ኣለዉ። እዚ ቆልዓ እዚ ንካርዳሽያን መውሃቢኦም ምኽንያት ንስድራ ሰሊና ዘውመውሃቢኦም ምኽንያት እቲ ምስጢር ክፍለጥ ክቃላዕ ስለ ዝኾነ ንስድራ ሰሊና ኣይተዋህቡን። ንካድራ ሻንጣ ሂቦም ሰሊና ጎመዝ ደማ ምእንቲ ወዳ በጃ ኮይና ተሰዊኣ ጀስቲን ቤበር ከኣ ምስ ሄሊ ተመርዑ ነገር ግን እንዳተመላለሰ ናብ ካርድያኖስ ማለት እዩ ወዱ ይከታተል እዩ ዝብል ወረታትን ሓሳባትን ናይ ሰባት እዩ ዘሎ ብዝኾነ ክቡራት ተኸታተልቲ ናይ ጓል ሽሻይ ቲዩብ ንስኻትኩም ከ እንታይ ትብሉ ኣብዚ ናይ ሰባት ዘሎ ሓሳብ ርእቶ ብልክዕ ጭቡጥ ነገር ወይ ከዓኒ ፍሉይ ጭብጢ መርትዖ የለን ነገር ግን ሆሊውድ ነዚ ነገር እዚ ንኽገብርዎ ዓቕሚ ኣለዎም ሆሊውድ ማለት ጸሊም ግዝኣት ስለዝኾነ ጸልማት ስለዝኾነ ኩሉ ናይ ጸልማት ስራሕ ከኣ ክሰርሕዎ ዓቕምን ክእለትን ኣለዎ። ብዝኾነ ንስኻትኩም እዚ ናይ ሰሊና ምቅይያራት ሕማም ልፖስ ዶ ትብልዎ ወይስ ከምዚ ዝበሃል ዘሎ እታ ሓቀኛ ሰሊና የላን ብሂወት ሞይታ እያ እዛ ናይ ሕጂ ሰሊና ከኣ ኮላብ ዝተገብረት እያ ወይ ከኣኒ ኮፒ ዝተገብረት ብ ዝተፋላለየ ፕላስቲክ ሰርጀሪ ሓሊፋ ብ ጀኔቲክ ንዓኣ ትመስል ሰሊና ጎመዝ እያ ዲኹም ትብሉ ብተወሳኺ ውን ሄሊ ቤበር ነዚ ሕጂ ተመሪዓቶ ዘላ ሰብኣያ ቤኒ ብላንኮ እታ ሓቀኛ ሰሊና ከምዚ ዓይነት ወዲ ምርጫኣ ኣይኮነን ክብሉ እዮም ገሊጾም ብዝኾነ ናትኩም ሓሳብ ሪኢቶ ከኣ ኣብ ቦታ ኮመንት ጸሓፍለይ ኢኹም ክቡራት ተኸታተልቲ ናይ ጓል ሽሻይ ቲዩብ ንሎማዓልቲ ዘቕረብኩልኩም መደብ ነዚ ይመስል ምሳኹም ዝጸናሕኩ ሃና ሽሻየ ነዚ ቪድዮ እዚ እንተ ደኣ ፈቲኹሞ ላይክ ምግባር ኣይትረስዑ ከምቲ ልሙድ ከኣ ሃናጺ ዝኾነ ሓሳብ ርእቶ ምስዝለኩም ብጭዋ ዝኾነ መልክዕ ኣብ ቦታ ኮመንት ሴክሽን ጸሓፉለይ ኢኹም ነዛ ቪድዮ እዚኣ ከኣ ናብ መሓዙትኩም ናብ ዕሩኽትኩም ሼር ግበርዋ ኢንጆይ ንክገብሩ ሓደሽ ፋሚሊ ተደኣ ሃሊኹም ከኣ ኣብ ቀጻለ ንክንረኸብ ንኸይንጣፋእ